ሰላም ሰላም ክቡራት ተኸታተልቲ ናይዛ ቻነለይ እንኳዕ ደሓን መፃእኹም እንኳዕ ደሓን ፅናሕኩም ናይ ሎማዓንቲ ቪድዮ ከዓ ቁርሲ ብቕልል ዝበለ ከነዳሉ ኢና እዚ ቁርሲ እዚ ፍሉይ ዝገብሮ እንታይ እዩ ብጣዕሚ ኢዚ እዩ ንዓና ከዓ ብጣዕሚ ይጠቕመና ንውሽጥና ይጠቕሞ ንደገና ይጠቕሞ ንኩሉ ነገርና ማለት እዩ ኣብ ኤቭሪ ቪደይ ይዛረበሉ እየ ኣመጋግባና ኣመጋግባና እንዳበልኩ ማለት እዩ ስለዚ ካብ ዘረባ ከመይ ገይረ ከም ዝገብሮ ከርእየክን ኢለ እየ ብዙሓት ካ ስለ ዝሓተትክናኒ ማለት እዩ ንቆልዑ ከመይ ገይር ክተብልዕዮም ከመይ ገይር ክትሰርሕዮ ገለገለ እንዳበልክን ብዛዕባ ብዙሕ ቪድዮ ሰሪሐ ኣለኹ ኣብቲ ናተይ ስእሊ ኣብ ጥቡቅ ምስ ኣበልክን ኣብቲ ቪድዮታት ተሪኢኽን ብብዙሕ ብዛዕባ ጥዕና ይዛረብ እየ ንዓይ ከዓ ብጣዕሚ ስለ ዝጠቐመኒ ማለት እዩ ኣብ ጨጉረይ ኣብ ቆርበተይ ኣብ ኤቭሪቲንግ ማለት እዩ ምክንያቱ ብደገና ጥራይ ዘይኮነ ብውሽጥና እንድሕር ዘየጥዒናዮ ፅቡቕ ክንከውን ኣይንኽእል ኢና ወይ ከዓ ጨጉርና ክንሓና ኣይክእል እዩ ቆርበትና ክፅባእ ኣይክእልኒ ማለት እዩ ብተፈጥራዊ ገሊኡ ሰብ ከምኡ ኣሎ ተን ከምኡ ዘይብልና ግን እንዳተኸናኸና ማለት እዩ ንዓይ ሓዊስካ ብውሽጥና ጥዕይ ተኮይኑ ውሽጥና ግን እቲ ብደጌና ዝርእ ከዓ ኩሉ ፅቡቅ ኮን ማለት እዩ ብመጀመርያ እንታይ ክጅምር ኣብታ ናይ ጨጉሪ እንታይ እቲ ምስጢር ትብል ቪድዮ ሰሪሐ ኣለኹ ረኣያ ዝበልዖ ነገራት ኣርእየክን ነይረ ትኹን ጅምርና ፅሟቕን ሳንዱችን ገብረ ንቁርሲ ማለት እዩ ብጣዕሚ ክትፈትዎ ኢኽን ብጣዕሚ ፈትዎ ኢኽን ናይ ብሓቂ ከዓ ለውጢ ክትሪኣን ክተመስግናን ኢኽን ሹር እየ ስለዚ ኣብኡ ተዛረብኩ ዘረባ ኣሎ ከመይ ጌርክ ትበልዕዮ ገለ ስለ ዝበልክናኒ ንዑ ከርእየክን ኢለ መጀመርያ ብንጣጢዕ ክንጅምር ኢና ማለት እዩ ጣጢዕ ዘይፈልጦ የለን ግን ኣይንጥቀመሉ ኢና ከምቲ ንፈልጦ ኣይንጥቀመሉ ኢና ግን ቤሪ ኢምፖርታንት እዩ እዚ ኦሜጋ ስሪ ዝብል ኣለዎ ንኩሉ ነገርና ብጣዕሚ እዩ ጥቕሚ ዘለዎ እናና ንጆኩና ከም ዓሳ ማለት እዩ ዓሳ ኣብ ሰሙን ክልተ ሻዕ ብላዕ ወይ ከዓ ሓንሳብ ኣትሊስት ክትበልዕ ኣለካ ገለ በሃል ምሽ እንጣጢዕ ደይሊ ንድሕር ትበልዖ ኮይንክን ግን ከም ዓሳ ዝበልዓ ኾኖ ማለት እዩ ስለዚ ከመይ ገይረ የዳልዎ መጀመርያ ንዑ ከርእየክን እየ እዚ ድስቲ ኣለኒ እዚ ቀልየ ዝገብሮ ማለት ባዕለየ ዘዳለዎ ጥረ እየ ዝገዝእ ምክንያቱ ናይ እንጣጢዕ እቲ ናቱ ማእዛ እቲ ናቱ ኒትሪሽን እንታይ ይኸውን ይጠፍ እንድሕር ተጣሒኑ ቀኒ ማለት እዩ ጥሑ እንድሕር ትገዛ ኮነ ረው ገዚእክን ግን እዚ ብጥሪኡ እንድሕር ገዚእክን ግን እንታይ ትገብሩ ኣብ ገዛክን ሽዑ ኣብ ገዛይ ከማን ቀልየ ብምልኡ ኣየቐምጦን እዩ እንታይ እየ ዝገብር ቁርብተይ ምክንያቱ ንኸተዳልዎ ግዜ ስለ ዘይወስድ ንእሽተይ ከም ትገብራ ዋላ ንጎ ንጎ ክትቀልዋ ትኽእላ ግን ኣነ ሕጂ ናይ ሶም ወይ ናይ ሳለስቲ ዝኾነኒ ምሽ ይገብር ሽዑ ኣቐሚጠየ ጸኒሐ ይጥቀመሉ ማለት እዩ በቃ በዛ ድስቲ እዚኣ እየ ኩሉ ሻዕ ዝቆሉ ማለት እዩ ብዘለክን መቕለዊ ኣቦ ጌርክን ክቀልዋ ትኽእላ ኢኸን ከምዚኣ ገይረ ሰኽቲተ ጣዕጣዕጣዕ ክሳብ ዝብል ምስ መኸደኒ እዩ ዝኾነ ክሳይ ትገብራሉ ማለት እዩ ጣዕጣዕ ምስ በለ ምስ ቅይሕ ምስ በለ ኣውፂኽን ኣብቲ ናይ ክስታይ ማለት እዩ ትጥሕኖ እዚ ትሕን ኣቢልክን ከዓ ሽዑ እንታይ ትገብሮ ትጥቀማሉ ማለት እዩ ስለዚ እዚኣ እንዳበለትለይ ከላ እንታይ ክገብር ይካልእ ከዓ እዚ ከዓ ቺያሲድ ዝብል ኣሎ እሰይሚ ዝጠቕሞ ናይዚ ማለት እንታይ ኢና ክንገብሮ እዚ ቀሊና ጥሒና ኢና ንጥቀመሉ እዚ ግን ከምኡ ይኮነ እንታይ ኢና ንገብሮ ኣብ ማይ መጀመርያ ንኣልኮ ኣብ ማይ እልክ ኣቢልና ኣተርክስ ኣቢልና ኢና ንፀንሕ እሞ ሽዑ ንጥቀመሉ ማለት እዩ ቆረባ ትሕት ካብ ልዕዛ ጋዘይ እምበኣር እንታይ ክንጥቀም እዚ ኣልመንድ ናይ ኣልመንድ ክጥቀም እየ ዋላ ፀባ ክትጥቀማ ትኽእላ ኢኽን ኣነ ግን እዚ ናይ ኣትክልቲ ፀባ ተጠቂመ ኣለኹ ከርእየክን እየ ፀባ ተጠቂመ እውን ከርእየክን እየ ደስ ዝበለክን ማይ ዋላ ክትጥቀማ ትኽእላ ኢኽን ደስ ዝበለና ኢና ንጥቀም ካብዚኣ ሕጂ እንታይ ክገብረሉ እየ ንፍሕ እዩ ዝብል ሓደ ጠበዝሓስ ወላ ሓንቲ ኣይኮነ ደስ ዝበለክን ጥዑም እዩ መቐረቱ ዋላ እዚ እንጣጢዕ ሰምዖ ኣለኹ እንደ ጠራዕራዕራዕ ኣብላ ኣለኹ ከምዚኣ ገይረ ነዚ ኣሊኸዮ ክፀኒሐ ማለት እዩ ከምዚኣ ገይረ እዚኣ እዚ እንዳ እዚ እንታይ እዩ ዝኸውን ርኣዮ ርኣየኩም እንተሎ ክፍት ክፍት እዩ ዝብል ጣዕጣዕ ክብል ከሎ እንታይ ይኸውን ክፍት ክፍት ከም ፃዕዳ ፃዕዳ ከምኡ ነገር ክትሪኦ ኢኻ ዋላ እቲ ከለር እውን ከምዚ ምሕማስ ነገር ማለት እዩ ከምኡ እዩ ዝኸውን ንክዳን ብዙሕ ከማን ኣየድልየክን እዩ እዚኣ እንዳበለት ለይ ከላ እዚኣ በዓላ ትሪኣ እያ ክንዲ ሓራይ እዚ ማይ ኮይኑ ደሎ ትሪኦ ኣለኹ እንዶ ማይ ነገር እዩ ደሎ ሕጂ ምሽዶ ንፍፍ ክብል እዩ ዝጥረ ማለት እዩ ማይ እዩ ዝብል በቃ እምበኣር ይኣኽሎ ኢለ ምስ ሓሰብኩ ከዝሕለ ብውዕዩ ከሎ ኣይትጥሓንኦ ኢኽን እንታይ ክገብረ እንቋቑሖ ክፀንስ እየ ማለት እዩ ዘይቲ ንእሽተይ ክገብረላ እየ ነቲ ሳንዱቸ ዝኾነኒ ማለት ሰለስተ ሳንዱቸ ከዳሉ ፍልይ ፍልይ ዝበለ ከዓ ክኾነልክን ማለት እዩ

ኩኮምበር ዝብሃል ማለት ካብ ቁርሲ ኣብ ሳላጣ ብጣዕሚ እዩ ጥዑም ጽቡቅ ብጣዕሚ ብዙሕ ሄልዝ ቤነፊትስ እውን ኣለዎ ተጠቀማሉ ኣበካዶይ ከዓ ረኣያ ሓፂበ ኣዳልየ ኣለኹ እዚ እንቋቑሖ ኣይተብስሎ እቲ ላዕላይ ብፍላይ ኣይትብስሎ ብጣዕሚ ብዙሕ ሄልዝ ቤነፊት ዘለዎ ከምዚ ማይ ፍስስ እንዳበለት ከላ ከማይ እየ ዝገብራ ሓራይ እምበኣር ኣበካዶይ ከምዚኣ ገይረ ከፊትያ ኣለኹ ረኣያ ፅቡቅ መዓት ኣበካዶ ረኣያ ኣለና ዋላ ተውፅኣ ኢዚ ሕጂ እንታይ እየ ዝገብሮ ኣብ ስቶር ምስ ከድክን ብሱል መብዛሕትኡ ግዜ ኣይትረክብን እያ ኣብ ስቶር ምስ ከድካ ማለት እዩ ብጥረ ይገዝኦ እሞ ኣብቲ ላዕሊ የቐንዮ ካብኡ እንተ መዓልቲ ሰስተ መዓልቲ ኣብ ገዛይ ምስ ገበረ ይበስል ማለት እዩ ሕጂ ብሱል ዘይረኸብና ኢልክን ክስታይ ትበላ ኢኻ ካብኡ ሽዑ እንታይ ይገብሮ ረያ ፅባቕ መዓልቲ ረኽበ እንደሎ ኣበካ ኣሜዚንግ ካብኡ ብስህ ምስ በለ ከምዚ ዓይነት ከለር ምስ ሓዘ ርእዮ ኣለኹም ወይ ከዓ በዚኣ ክፍት ኣቢልኩም ክትፈልጣ ትኽእላ ኢኹም ማለት እዩ ክስታይ ገብሮ ሽዑ ኣብ ፍርጃ ታሕቲ ይእትዎ ማለት እዩ ታሕቲ እየ ይቐኒኒ ማለት እዩ ከም ደስ ዝበለክን ዋላ ክትጭፍልቆ ትኽእላ ገለ ኩሉ ከምዚ ክስታይ የብሉን ሕጊ የብሉን ኣነ ግን መብዛሕትኡ ግዜ ከምዚኣ ገይረ ዝምገበን ኣሎ ሳንድዊች ከምዚኣ ግብራ ኢለ ከምዚኣ ምሳኣቱ ኢለ ፅባቅ ዘን ኣቮካዶ ድርክ መንደሮ ትርእየና ኣለኹም ከምዚ ከምና ኣሎ ኣያ ተቋሙ ከምዚኣ ገይረ እዚኣ ክገብረላ ማለት እዩ እዚኣ ላዕሊ እዚኣ ክገብረላ እየ እዚ ሲዊድ ኣርእየክ ነይረ ማለት እዩ ናይ ባሕሪ ኣብ ባሕሪ ዝበቁል እዩ ከምዚኣ ገይርክን ከዓ እዚኣ ሳንድዊች ትገብራ ኣለዋን ከም ደስ በለክን ዋላ ኣበካዶን ክስታይን ጌርክን ክትብላ ትኽእለን ከምዚኣ ጌርክን ከምዚኣ ክትገብራላ ትኽእላ ኢኽን ማለት እዩ ሕራይ እምበኣር ኣብ መጠረሻ ከዓ እዚ ክስታይ ማለት እዩ እዚ ዱባ ስእሊ እትየልክን ኣለኹ ኦረዲ እቲ ናይቲ ኮሚኒቲ ኣብኡ ክትሪኦ ትኽእላ ኢኽን እዚ ናይ ዱባ ፍረ ከዓ ክገብረሉ እየ ማለት እዩ እዚኣ ቁርጠይ ገብረላ እየ እኔ ሸይ ደለይክን ኣብ ቁርሳ ኣይርዳእካን ክትበልዖ ከለኻ እዚኣ ጌርካ ቀስ ጌርካ ንእሽተይ ትገብርለ እያ ማለት እዩ ወይ ሰላጣ ዘለክን ትገብራሉ ትኽእላ ኢኻ ማለት እዩ እንዳ ጌርክን ከዓ ሓምሊ እዚኣ ትገብራላ እዚኣ ብንቃቑሖ ጌርና ስርሕና ኣለና ኣቨካዶ ኩኮምበር እንቋቑሖ ሓምሊ እዚ ስዊድ ኣለዋ እዚኣ እንቋቑሖ የብላን ማለት እዩ እዛ ናይ ወዲ ከዓ ኣቨካዶን ኮሚደርን እያ ግን ቁሩብ እንጣጢዕ ክትገብሮ እዚኣ ውፈይፈ ከብሎ ዝተጣሕነ ማለት እዩ ብንጣጢዕ ትሪኦ ኣለኻ ከምዚ ዝኸውን ደኺሙ ከምዚ ኢሉ ኣሎ ኣብዚ ኣቨካዶ ሕጂ ንእሽተይ ፈይ ከብለላ እያ ነዚኣ ማለት እዩ እዚኣ እዚኣ ንወደይ ትኸውን ዝበልኩኹ እዚኣ ከይረኣዮ ከሎ ምስሑ ሳቢለ ካብ ዶ እያ ማለት እቦ ጨውን ዘይትን በቃ ወላ ሓንቲ ኣይድለክኒ ካለ ጨው ገብረሉ እያ ዘይቲ ኦሊቭ ኦይል ኦሊቭ ኦይል የጥቀም ኣነ ሄልዚ እዩ ጥዑም እዩ ከዓ ኣብ ሰላጣ ገለ ብካለክን መጠን ኦሊቭ ኦይል ተጠቀመ ይኽን እዚኣ ጌረ ከዓ እዚኣ ዘይቲ ገብረላ እያ ነገር እዚኣ ክዓፅዋ እዩ ማለት እዩ ዝተፈላለየ ዓይነት ሓሳብ ክኾነክን ኣይድያ ክኾነክን ስለ ዝደለኹ እዩ ደስ ዝበለክን ክትብላ ትኽእላ ኢኽን ዋላ ናይ ዱባ ጥሒንክን ገለ ማለት እዩ እዚአን ሳንድዊች ሰለስተ ዳልየ ኣለኹ ማለት እዩ ናይ ሳንድዊች ወዲእና ኣለና ሕጂ ኣብዚ መጥሓኒ ብማይትና ንጥቀም ገለ ትብላኒ ኢኻ እቲ ሓንቲ ብናይ ኣትክልቲ ገይረ ብላይ ማለት እዩ እዚ ኣልመንድ ገይረ ብለላይ ከዳልዋ እዩ ማለት እዩ እዚኣ ናተይ ኣብ መንት ቁሩብ ገይረ እዚ ከዓ ዝረአዮ እዚ ቸልሲ ደዳለኽዎ ከም ጣጢ ዓይነት ዝበልኩን ረእዮ ከመይ ሓፊሱሉ ሕጂ ዓንተዎ ዝነበሮን ሕጂ ረእዮ ከመይ ልሎ ኣለቦ ዝብል ንሱ ክእትዎ እየ ባናና ይገብረሉ ማለት ባናና ቀንዲ ኣሕፍስ ይዘብሎ ሽኮር ከዓ ምግባር ኣየድልየናን ተምሪ ገለ ገብረሉ ይሰብ ኣነ ግን ሞር ብባናና እየ ዝብልዎ ማለት እዩ ካብኡ እንታይ ክገብር እየ ስፒናሽ ክገብር እየ ማለት እዩ እዚ ሓምሊ ስፒናሽ ብጣዕሚ ብዙሕ ቤነፊት እዩ ዘለዎ ኣብ ኩሉ ቪድዮ ተዛሪበሉ እየ ፕሊዝ ተጠቀማሉ መሃ ጥዑም ከዓ እዚኣ ከምዚኣ ገይረ ከዳልዋ እየ ቁሩብ ዝሕል ክብለለይ ኦልሬዲ እቲ ክስታይ እውን ዝሑል እዩ ግን ቁሩብ ዝሕል ክብለለይ ማንጎ ክገብር እየ እዚ ፍሮዘን ፍሩት ከዓ እንታይ ኣለክን ኣብ ካስኮ ኣለክን በዓል እዩ ማለት እዩ ኣነ ካበየ ዝገዝእ ማንጎ ስትሮበሪ ግዜኡ ክኸውን ከሎ እኮ ካብ ክስታይ ገዝኣ ትኽእላ ኢኽን ግዜኡ ተደይኮይኑ ግን ኣብ ካስኮ ኣለክን ማለት እዩ ሰመር ተኮይኑ ኖርማል ገዝኣ ትኽእላ ኢኽን ሕሱሪ ኣብ ፍሮዘን ተደሊኽን ግን ተብላ በዓልክን ፍሮዘን ክትገብሩ ትኽእላ ኢኽን ማለት እዩ እዚኣ ቀዳመይቲ ጽሞቐይ ማለት ራእያ እዚኣ ኮይና ናታ ቀዳመይቲ ጽሞቐይ ማለት እዩ መቕጣን ምሕፋስ ባዕልኹም ክትዳልዎ ትኽእሉ ኢኹም ኣነ ግን ሓፊሰ ዝፈቱ ከምከም ኣንብኻ ክሰይር እዚኣ ኮይና ፍላይ ኣላ ቀዳመይቲ ማለት እቲ ከዓ ብፀባ ጌርና ክንሰርሓ ኢና ብፀባ ጥዑይ ጌርና ዝኾነ ኣለርጂ ተዘይብልኩም ባይዘ ወይ ኣነ ናይ ኣሕምልቲ ገለ ዝጥቀም ትሪኢኽና እንትኾን ግን ደቂ ኣጋጣሚ ኣለርጂ ኣለዎም ስለዝዋየ የጥሙቕካ ስለ ዘለኹ ሕጂ ደቅኹም ዝቆስላ ገለ እንድሕር ኮይነክን ተኸታትሎም ኣብ መግበን ኣነ ብጣዕሚ ዓብ ለውጢ የርእየሉ ከምኡ ዝኾነ ኣይዳ ተደልኹም ናይ ከምኡ እውን ፀሓፍ ኣልያ ብጣዕሚ ዝቆስሉ ኮይኑ ገፆም ማለት እዩ ሕጃስ ወይ ኣነ ናይ ኣትክልቲ ገለ ዝጥቀም ማለት እዩ ወደይ ከዓ ከምኡ እየ ናይ ኣትክልቲ ወይ ማይ ዘይትጥቀመሉ ማለት እዩ ድሕሪ ክስታይ ኮንክን ግን ኖርማል ፀባ ክትጥቀማ ትኽእላ ኢኻ ቁሩብ ማንጎ ክገብረሉ እየ ባናና ከዓ ፍርቃ ክገብረላ ማለት እዩ ኣነ ሽኮር ብዙሕ ኣይኮንኩን ፍርቂ ባናና እዩ ዝኣኽለኒ ባናና ከኣ ኣብ ከምዚ ስቴጅ ከሎ እዩ ጥዑም ዘይበሰለ መይሱ ከኣ ዘይበለ ከኣ ከምዚ ጉዕ ከኣ ዘይኮነ እዚኤን ብጭው ዝበላ ከምዚኤን ማራ እየ ዝፈትወን ኣነ ካብኡ እንታይ ክገብረሉ እየ እንጣጢዕ ክገብረሉ እየ እንጣጢዕ ከኣ ክጥዕም መዓት እዩ ዋላ ምልእ ተበለ ሓንቲ ይብል እንጣጢዕ ክገብረሉ እየ ኦፍኮርስ ስፒናች ከኣ ክገብረሉ እየ ማለት እዩ ገይረ ከኣ ነዚኣ ማንጎ እዚኣ ንወደይ ማለት እዩ ማንጎ ብጣዕሚ እዩ ዝፈቱ ስለዚ ማንጎ ከብዝሓሉ እየ ማንጎ ዝበዝሓ ገይረ ክገብረሉ እየ ማንጎ ክገብረሉ እየ ብማይ እየ ክገብራ እዚኣ ኣልመንድ

ኮርስ ሓምልኻ እዚኣ ሰልሰይቲ ከዓ እዚኣ ከዓ ማንጎ ንክስታይ ተፈለት ከዓ ኣዳልየ ኣለኹ ማለት እዩ ሓራይ እምበኣር ከምዚኣ ገይረ ኣዳልየን ኣለኹ ከም ትሪኦ ዘለኽን ብጣዕሚ ኣሜዚንግ ዝኾነ ዋላ ክትሪኦ ዘብህገካ ፍሬሽ በቃ ንግሆ በዚኣ ጌርክን ምስ ጀመርክን ብድሕሪኡ ዋላ ጃን ክብላዕ ማለት እዩ ኦረዲ ቸክቸክ ጌርካዮ ኣለኻ ኩሉ እቲ ደድልነት ኣካላትካ ዝኾን ማለት እዩ ንጎተሲኤ ግድን እዚኤ ንገብረን ማለት እዩ ብድሕሪኡ ግን ተደልየ ስጋ ቀልየ በልዕ ተደልየ ገለ ማለት እዩ ኦረዲ እቲ ሓምሊ እቲ ገለ ኩሉ ነገር ኣቢልናዮ ስለ ዘለና ማለት እዩ ሰብ በሊዕናዮ ስለ ዘለና ማለት ከምዚ ጌርክን ፈትኖ ኢኽን ካልኣይ ሄልዚ ጥራይ ዘይኮነ ብጣዕሚ ኣሜዚን ኣነ ይፈትዎ እዩ በቃ ፈትየዮ ደስ ኢልኒ እየ ዝበልዖ ከምዚ ገይረ ከዓ ይምገብ ንጨጉረይ ንቆርበተይ ከዓ ብጣዕሚ ዓብ ለውጢ ርእሉ ማለት እዩ ስለዚ እተን ዝሓተትክናኒ ከምዚ ጌርክን ከተዳልዎ ትኽእላ ኢኽን ወላ ሓንቲ ሕጊ የብሉን ወላ ነቲ ኣበካዶ ጨፍሊቕና ከም ክንገብሮ ንኽእል ኢና ኣብ ኮለና ከምዚ ዘለኹ ኣብ ሰላጣ ጌርና ክንገብሮ ንኽእል ኢና እዚ እውን እንዳቀያየርክን ብማይ ብዘይ ማይ ብኩሉ እንዳቀያየርክን ክትገብርኦ ትኽእላ ኢኽን ማለት እዩ እምበኣር ስራሕ ክወን ክጥዕመን እየ እስኪ ብጣዕሚ እዩ ጥዑም ብሓቂ እዚ ኮኮምበር ከ እንታይ ከምዚ ኮሻሕ ኮሻሕ እንዲ ድብል ፅቡቅ ፊሊን ኣለዎ እቲ ክሬም ነገር እዩ ብጣዕሚ እዩ ኣብ ኩሉ ቪድዮ ኢኩም እንዳውረድኩም እምበር ኣሜዚንግ ብጣዕሚ ትፈትዎ ኢኩም እዚኣ በሊዕካ ገጥ ምባል ይጅዋለ ኣነ ሕጂ ንኮ ተስኬ እዚ ጽማቕ ኣሰትዮ ምሽ ዶ ክዕጽንሕ ኢለ ርፍድ ምስ በለኻ እዚ ኣቮካዶ ገለገለ ዘለዎ ይበልዑ ማለት እዩ ወይ ከዓ እንተዘይደሊኽን ራኻን ንቆልዕልክን ከዓ ወላ ቋፂርክናሎም ክትከዳ ትኽእላ ኢኽን ማለት እዩ ስለዚ ኣሜዚን እዩ ብጣዕሚ በነፊቱ ኣነ ንክሰርሖ ገለ ንኩሉ ነገሩ ኣሜዚን ኣነ ብጣዕሚ እዩ ዝፈትዎ ስለዚ ፈትኖ ኢኽን እንድሕር ርሕት ይኹን ከዓ ኣብ ኮመንት ላይክ ምሃብ ኣይትሕመቕ ኢኽን ማለት ኣብ ካልእ ቪድዮ ክሳብ ረኸብካ ሰሰናዩ ንዓኽን ጋር ብለስ እዩ